ክቡራንን ክቡራትን ሰማዕትና እዚ ቀጺልኩም ትሰምዕዎ ሓጺር ታሪኽ ህይወት ወይዘሮ ወለተ ኢየሱስ ባሻይ ገረማርያም ጥዑምዝጊ በዓልቲ ቤቶም ንኣቶ ተወልደ ዮሃንስ ሶቓር ዘብሔረ ሔቦ ጽናዕርግለ እዩ። ንምክትታሉ ክጥዕም ምእንቲ ከኣ ኣብ ዓበይትን ንኡሳትን ኣርእስትታት ከፋፊልና ነቕርቦ ኣለና። እንሆ ከኣ። መባእታ ጽሑፍ ቀዳማይ ኣርእስቲ ሓጺር ታሪክ ህይወት ወይዘሮ ወለተ ኢየሱስ ባሻይ ገረ ማርያም ካልኣይ ኣርእስቲ ምስክርነት ፕሮፌሰር ተስፋይ ተወልደን መምህር ገብረዝጊ ጸጋይን ሳልሳይ ኣርእስቲ ግጥሚ ብፕሮፌሰር ተስፋይ ተወልደ ሃንስ ራብዓይ ኣርእስቲ መልቀስ ሕድሪ ሚካኤል ሓጎስን መምህር ገብረዝጊ ጸጋይን ቅዱስ መጽሓፍ ሬሳኦም ብሰላም ኣብ መቓብር ተቐብረ፣ ስሞም ግና ንውሉድ ወለዶ ይነብር ኣሎ። ህዝብታት ብዛዕባ ጥበብ እዞም ሰባት እዚኣቶም ክዛረቡ እዮም። ህዝቢ ኣምላኽ ድማ ኬመስግንዎም እዮም ይብለና። ሲራክ ምዕራፍ ኣርብዓን ኣርባዕተን ካብ ቁጽሪ ዓሰርተ ክሳብ ዓሰርተ ሓሙሽተ ነዚ ቃል ቅዱስ መጽሓፍ ዝድርዕ ንታሪኽ ዝሰርሖ ሰብ እዩ ወይ ታሪኽ ብግድኡ ከዓ ነቲ ሰብ ይሰርሖ ማለት ይዝክሮ ዝብል ብሂል ኣሎ። ክብርቲ ወይዘሮ ረትየሱስ ኪንዮ ሞት ዝነብር ታሪኽ ሰሪሐን ዝሓለፋ እየን። ነቲ ዓሚቝን ሰፊሕን ታሪኽ ህይወተን ምቅላሕን ምስናድን ግን ናትና ናይዞም ብህይወት ዘለና ደቀን እጃም እዩ። ወለድና ማዕረ ክንደይ ዝኣክል በላሕትን ፈላጣትን ከም ዝነበሩ ተረዲእና ንዘሎናን ንዝመጽኡን ወለዶታት መምሃሪ ንክኸውን ዜና ህይወት ወይዘሮ ወለተ የሱስ ብከም ዝስዕብ ቀሪቡ ኣሎ። ቀዳማይ ልደትን ህይወት ሕጻንነትን ንእስነትን ጉስነትን ወይዘሮ ደተሱስ ካባሻይ ገረማርያም ጥዑምዝግን ወይዘሮ ማህሌት ዘርእዝግን ዝተባህሉ ክቡራትን ሕፉራትን መንፈሳውያንን ሰበ ኺዳን ብዕስራን ሽዱሽተን መጋቢት ሽሕን ትሽዓተ ሚእትን ዕስራን ሽዱሽተን ኣብ ደግራ ሊብኤ ጽንዓሌግረ ተወልዳ።

ንሳቶም ከኣ ተወልደብርሃን ገረዝጊሄር፣ ጌረሱስ፣ ኪዳነ ምሕሩ፣ ንግስቲ ለቴሱስ፣ ኣኽበረት እያቶም። ወይዘሮ ለቴሱስ ካብ ንእስነተን ጀሚረን ሕሉፍ ፍቕሪ ጉስነትን ክንክን ክብትን ከም ዝነበረን ይፍለጥ። ወለደን ሃብታማት ሰብ ጸጋ ብምንባሮም ከኣ ንሰን እውን ብጉስነት ዝድለያ ባህርያት ከብቲ ብቐረባ ዝፈልጣ ነበራ። ሕርሽኦም ከኣ ኣብ ረቦኖ ኮይኑ ብዙሓት ፈተውትን ጎረባብትን ሳሆ ነበርዎም። ከም ሳዕቤኑ ኣኽበረት ጓሮ ብሳሆኣ ኣፍ ኣውጺኣ ክሳብ ቁሩብ ትዓቢ ትግርኛ ኣይትኽእልን እያ ነይራ። እዚ ከኣ ማዕረ ክንደይ ዝምድና ምስ ሳሆ ሕብረተሰብ ከም ዝነበሮም እዩ ዘመልክት። ካልኣይ ሕፀን መርዓን ሓዳርን ቀደም ኣዋልድ ኣብ ንእስነተን ይሕፀያን ይምርዓዋን ስለ ዝነበራ ወይዘሮ ለተሱስ ኣብ ዓሰርተ ሰለስተ ዓመት ዕድመን ንዕዋን ዝተብሃለ ዓዲ ተሓፅየን ነበራ። ደሓር ግን ኣይደልዮን ክብላ ንወለደን ሓበራ። ወለደን ፍቓድ ጓሎም ኣኽቢሮም ከምቲ ባህሪ ዓደቦ ዝእዝዞ ስልማት ጓሎም ንስድራ ቤት ወዲ ኣረኪቦም ተፈላለዩ። ኣብ ዓሰርተ ሓሙሽተ ዓመተን ኣቢለን ናብ በዓል ጥዑም ዝኽሪ ዝኾኑ ኣቶ ተወልደ ዮሃንስ ሰቋር ተሓጽየን ኣብ ዘበን እንግሊዝ ከኣ ቅዱስ ተኽሊለን ፈጸማ። ፍረ ቅዱስ ኪዳነ ንሸውዓተ ከብደን ወለዳ፣ ክልተ ኣዋልድ ደቀን በዅርን ሕሳስ ልደን፣ ነቲ ዝሃበን ኣምላኽ ኸም ሕሩይ መስዋእቲ ፍቓድካ ይኹን ኢለን ኣወፈየን። እታ ሕሳስ ሊደ ማርዩ ዝስማ ዝያዳ ኹሎም ለባምን ምልክዕትን ምስ ዓበየት ብሕማም ኣብ ከባቢ ዓሰርተ ዓመታ ካብዚ ዓለም ብሞት ተፈልየት። ወይዘሮ ቴሱሲ ዝፈረይኦም እቶም ዝተረፉ ሓሙሽተ ደቀን ፕሮፌሰር ተስፋይ፣ ወይዘሮ ጸጋ፣ መምህር ተኽላይ፣ እናተ ትንስኤ፣ ኣቶ ብርሃምን ክኾኑ ዕስራን ሰለስተን ደቂ ደቀን ሰላሳን ሓደን ደቂ ደቀን ዝወለድዎም ብህይወት ኣለዉ። ብጠቕላላ ሓምሳን ትሽዓተን ፍረ ኸርሰን ኣብ ኩሉ ዓለም ተዘሪኦም ይፈርዩ ኣለዉ። ሳልሳይ ባህርን ሞያን ኣበርክቶን ወይዘሮ ሬቴሱስ ከም ባህሪ ሕያወይቲ መንፈሳዊት ዝመሰለንን ዝተረኣየንን ካብ ምዝራብ ድሕር ዘይብላ ቋንቋ ሳሆን ትግረን ዝመልካ በዚ ከዓ ኣብ ባሕርን ዶግዓን ምስ ኩሉ ብሲኒት ዝካየዳ ዓቃልን ፃዕራምን ዕጥቕትን ሰበይቲ ነበራ። ካልእ ወይዘሮ ልተሱ ዝልለያሉ ፍሉይ ሞያ ኢደ ጥበብን ውሕልነትን እዩ። ገለ ካብቶም ጥበባተን ሞየአንን ባህላዊ ኣቑሑ ካብቲ ዝዓበየ ክሳብቲ ዝነኣሰ ናውቲ ገዛን ኣብ ዝተፈላለየ ኣገልግሎታት ዝውዕል ስፈታት ኣብ ምልፋዕ ቆራብቲ ምሽላብ ማሕዘል ወዘተ ነበሩ። እዚ ጥራይ እውን ኣይኮነን፣ ባህላዊ መድሃኒት ቆጽለ መጽሊ ተጠቒምካ ንሰባት ምፍዋስ እውን ፍሉይ መለለይኤን ነበረ። ካልእ መለለይኤን ኣብነታዊ ተምህርየን ነይረን ማለት ነቲ ዝፈልጦ ከም ዝግበራ እናበላ ኣብ ገዝአን መጽየን ከም ዝመሃራ ይገብራ ነበራ። ከምኡውን ፈታዊ ስራሕ ስለ ዝነበራ ነቶም ስኡናት ስራሕ ይፈጥራለን ነበራ። ንኣብነት ነተን ናይ ምቑናን ቁሩብ ክእለት ዘለወን ደቂ ኣንስትዮ ክትቁንንኒ ትኽእሊ ኢኺ፣ ኣነ መጀመርያ ክቑንነልኪ እየ፣ ደሓር ከኣ ኣነሰ ከማጽኣልኪ እየ ኢለን የተባብዓ ነበራ። ከምኡውን ደቂ ተባዕትዮ ይኹኑ ደቂ ኣንስትዮ ኣብ ፀሃያ ይሓጉዙኒ እናበላ ኣውፊረን ፃምኦም ይህባኦም ነበራ ንደቂ ደቀን ከይተረፋ ደቂ እዮም ዝሰኣኑ የብሎምን ከይበላ ገለ ማይ ዕንፀይቲ ወዘተ ሒዞም እንተመፁ ተሓጒሰን መቕሽቶም ይህብኦም ነበራ ከምኡ እውን ኣተሓሳስበአን ምስ ንእስቶ ከም ንእስቶ ምስ ዓብዪ ከም ዓብዪ ናይ ምሕሳብ ተኽእሎ ነይርወን ንኣብነት ኣዋልድ ስረ ክገብራ እቶም ወለዲ ኣይቅብልዎን ነበሩ። ንሰን ግን ግዜ ዘምፅኦ ስለምንታይ ትቃወምዎን ኣለኹም እንዳበሉ እንዳበላ ይዛረባኦም ነበራ። ካልእ እውን ሓደ ቆልዓ ክብድል እንተረኣየኖ ከም ውላደን ይገንሕኦን ይቐፅዖን ነበራ። ካብዚ ብምብጋስ ኣዴታት ጎረባብተን ደቀን ምስማዕ እንተኣብየመን ንሳእናይ ለይቶስ ክነግረልኩም ኢና እንተኢለንኦም ስቕ ይብልኹም ዝነበሩ ይዝንቶ። እዚ እውን ብኣከባቢኤን ሕፍርትን ክብርትን ከም ዝነበራ የመልክት። ወጀሮ ለተሱስ ጥቕሚ ትምህርቲ ካብ ንእስነተን ጀሚሩ ይርድእን ነይሩ። ገና ብንእስነተን እንከለዋ ወለደ ወለደን ኪዳነ ይበሃል ንዝነበረ ንእሽቶ ሓወን ክትሕግዘና ኢኻ ስለዚ ኣይትምሃርን ኢኻ በልዎ እሞ ንሱ ክቱር ናይ ትምህርቲ ድልየት ስለ ዝነበሮ ሓዚኑ ረእዮ። ሽዑ ወይዘሮ ደተሱስ ንኪዳነ ሓወን ኣብ ውሻጠ ኣእትየን ከምዚ ኢለን መኸርኦ። ኣነ ንግሆ ንግሆ ክትወፍር ከለኻ ምሳሕኻ ብጸንሓ ብሕጓ ክቐብለካ እየ፣ ንስኻ ከኣ ክብቲ ጸጊዕኻ ማለት ኣብ ሓደ ቦታ ገዲፍካ ሰገነይቲ ተማሂርካ ምሸት ምሸት ከብትኻ ሒዝካ ትኣቱ በሎ እሞ በዚ ከኣ ተሰማምዑ። ከምኡ ኢሉ ክምሃር ከሎ ኣብ መጨረሻ ዓመት ወለዲ ብገለ ይሰምዑሞ ተዋይቖሞ ማዕረ ክንደይ ናይ ትምህርቲ ድሌት ከም ዘለዎ ምስ ረኣዩ ግን ኣፍቀድሉ ካብኡ ምስቱ ድሌቱ መባዕቱን ወሲኹ ኣብ ዩኒቨርሲቲ ኣዲስ ኣበባ ብምምሕዳር ኣብያተ ትምህርቲ ተመሪቑ ክሳብ ዳይሬክተር ናይ ካልኣይ ደረጃ ቤት ትምህርቲ ደቂ ኣምሓሩ ክኸውን በቕዐ ኣብኡ እውን ዝነኣድ ስራሕ ሰሪሑ ካብዚ ዓለም ብሞት ተፈልየ ወይዘሮ ሌተሱስ ደቀን ተማሂሮም ኣብ ቁነገር ክበፅሑለን ብርቱዕ ሃረርታ ነይርዎን ብካልእ ወገን በዓል ቤተን ነፍስሄር ተወልደ ዮሃንስ ከም ኩሉ ሕብረተሰብና ደቆም ኣብ ዓዶም ኮይኖም ክሕግዝዎምን ፀግዒ ክኾንዎምን ይደልዩ ስለ ዝነበሩ ገለ ካብ ውሉዳቶም ኣብ ማሕረስን ጉስነትን ክዋፈሩሎም ይደልዩ ነበሩ። ወይዘሮ ሌተሱስ ግና ክመሃሩ ኣለዎም ዘይተምሃረ ኣየድሕን ዘይተወቕረ ኣየጥሕን እናበላ ጸቕጢ ይገብራሎም ስለ ዝነበራ ብዘይካታ ብምኽንያት መርዓ ከተቋርጽ ዝተገደደት ጸጋ ጓለን ምንኣስ በዅሪ ካልኦት ኩሎም ከም ዝመሃሩ ገበራ። ኣፍልጦ ታሪኽን ሕግን ወለዶን ካብ ኣቦኤን ባሻይ ገረማርያም ጥዑምዝጊ ዳኛ ዓዲ ደግራ ርብዒ ዝነበሩ ከም ዝተምሃርኦ የዘንትዋ ነበራ። ንዕኡ ምስ ሰማዕኻ ባሻይ ገረማርያም ማዕረ ክንደይ ሊቅ ከም ዝነበሩ ይበርሃልካ። ወይዘሮ ለተሱስ ናይ ምዝካር ዓቕመን ዓብዪ ስለ ዝነበረ ክሳብ ዝቕርብ እዋን ዝሓተትካየን ሰጋእ ከይበላ ይምለሳ ከም ዝነበራ ደቀንን ደቂ ደቀንን ናይ ቀረባ ፈለጠንን ይሕብሩ ከምኡ ናይ በዓል ቤተን ወለዶ ኣዕሙቕ ኣቢለን ዝፈልጣን ንደቀን ኮነ ንኻልእ ዘዘንትዋን ከም ዝነበራ ደቀንን ናይ ቀረባ ፈለጠንን ይሕብሩ ራብዓይ ሽምግልናን እርጋንን ሕልፈተ ህይወትን ወይዘሮ ደተሱስ ደቀን ኣምሲለን ደቂ ደቀን ርእየን ሓቂፈን ስዒመን ተስዓን ሸውዓተን ዓመትን ሽዱሽተ ወርሕን ኣብዚ ዓለም እዚ ጸኒሐን ብዓርቢ ዕለት 22 መስከረም 2023 ኣብ ኣኽሩር ኣብ ኢድ ደቀን ዓረፋ። ወይዘሮ ደተሱስ ኣብ ግዜ እርጋነን ኣብ ክሩር ኣብ ትሕቲ ጸጋ ጓለን ክእለያ ድሕሪ ምጽናሕ ብስድራ ቤተንን ቤተሰበንን ደቂ ዓደንን ፈተውቶንን ተሰንየን ኣብ ዓደን ሔቦ ቀዳም ዕለት 23 መስከረም 223 ኣብ ደብረ ማርያም ጽዮን ኣብ ጎድኒ በዓል ቤተን ነፍሲሄር ኣቶ ተወልደ ዮሃንስ ተቐብራ። እዚ ዝኾነሉ ምኽንያት ከኣ በዓል ቤተን ካብ ዝመቱ ኣትሒዘን ንዕስራ ዓመት ዝኣክል ኣብ ጎድኒ በዓል ቤተይ ቅበሩኒ እናበላ ንኹሉ ቤተሰብ ይላበዋ ስለ ዝነበራ እዩ። ኣብ ጎድኒ መቓብር በዓል ቤተን ቦታ ኣዳልየን ኣብዛ ቦታ እዚኣ ቅበሩኒ ኢለን ይላበዋ ነበራ። ከም ለበወን ከኣ ተገብረለን። ፍሉይ ምስጋና ንኽቡር ሰብኣይ ጓለን ኣቶ ደበሳይ ሓጎስን ንኽብርቲ ጓለን ወይዘሮ ጸጋ ተወልደን ይግባእ። ኣብ ግዜ እርጋነን ከቢድ ጾር ተሰኪሞም ሓንቲ መዓልቲ ከየማረሩ ብዓወት ስለ ዝዛዘሙ ካብ ኩሎም ደቀንን ቤተሰበንን ምስጋና ይብጽሓዮም።

በከመይ ይቤ ሄኖክ ጸሓፊ።
ምስክርነት ተስፋይ ተወልደ ዮሃንስ ዝሃቦ ምስክርነት። ወይዘሮ ሌትሱስ ባሻይ ገብረማርያም፣ ወዲ ጥዑምዝጊ፣ ኣዝያ ለባምን መዓዲትን መኻሪትን ነበረት። ቅልጡፍ ፍታሕ ከምጽእ ዝኽእል ብሉጽ ኣእምሮ ስለ ዝነበራ ብልጽቲ ሰበይቲ ነበረት። ኣብ ቤት ሰባት ለቴሱስ እንተኢላ ዝውስኽ ነገር የሎን ይብሉ ከም ዝነበሩ ይንገር። ገለ ካብቶም ንልቦናኣን ጥበባን ሜላኣን ሰብኣዊነታን በሊሕ ኣእምሮኣን ዘንጸባርቑ እዞም ዝስዕቡ ይርከብዎም። ሓደ እዋን ኣብ ሓድሽ ዓዲ ሓላይ ትነብር ዝነበረት ጓል ኣሞኣ ስለ ዝሞተት ንቀብሪ ካብ ሒቦ ንሓድሽ ዓዲ ትኸይድ ነበረት። ኣብ ሕጻኡ ዝበሃል ቦታ መሬት ሒቦ ምስ በጽሐት ምድሪ ጸልመተ። ኣብ ቂድመኣውን ነብሪ ጠጠው ኢሉ ጸንሓ። በይና ስለ ዝነበረት እቲ ነብሪ ክበልዓ ከም ዝኽእል ገመተት። በታ ዋንትያ ካልኦት ሰባት ኣብ ጥቃኣ ከም ዘለዉ ኣምሲላ፣ ነብሪ ከተህድሞ ወሰነት። ሓንቲ ሜላ እውን ፈጠረት። ኣጣል ኣብዚ ቦታ እዚ ኣለዋ እሞ ኣጣል ዝጠፍኦ ሰብ ዶ ኣሎ? እረ ኣጣል ዝጠፍኦ ዶ ኣሎ? እናበለት ዓው ኢላ ድምፂ ኣስመዐት። ካልእ ሰብ ብማዕዶ እውን ጠፊኡ። እወ ጠፊኤናኒ ኣለዋ እረ መን ኢኺ ትደሃይ ዘለኺ ጠፊኤናን ኣለዋ ወ ጠፊኤናን ኣለዋ እናበለ ተደሃየ ብተወሳኺ ኣብቲ ዘለኽዮ ቦታ ሓደገኛ ነብሪ ስለ ዘሎ ተጠንቀቒ እናበላ ደንገኣ። እቲ ነብሪ ድምጺ ሰባት ሰሚዑ ሃዲሙ ከደ። ንሳውን ብነብሪ ካብ ምብላዕ ድሒና ብሰላም ንሓድሽ ዓዲ ኣተወት። ሊቃውንቲ ብመጽናዕቲ ከም ዘረጋገጽዎ እንስሳታት ካብ ድምጺ ኣንበሳ ንላዕሊ ንድምጺ ሰብ ይፈርሑ። ከይተምሃረት ዝተማህረት ወይዘሮ ልቴሱስ ነዚ ኩሉ ፈሊጣ ኣብ ግብሪ ኣውዒላቶ። ሓደ እዋን ዝኾነ ነገር እናብሰለት እንከላ ኣዝዩ ዓቢ ገበል ናብቲ ዘላቶ ቦታ መጸ። ንሳውን ከይሰመደት ብሓደ ጫፉ ሓዊ ብዝነድድ ዕንጸይቲ ጌራ ነቲ ገበል ኣብ ርእሱ ጸቐጠቶ። ኣብ ካልእ ኣካላቱ ነቲ ገበል እንተትትንክፍ ብገበል ምተበልዐት ነይራ። ኣብ ርእሱ ጸቒጣ ስለ ዘቃጸለቶ ግን ብገበል ካብ ምብላዕ ድሒና። ሓደ እዋን ኣብ መንጎ ገለ ኣሕዋት ዘይምስምማዕ ይፍጠር እሞ ኣደ እቶም ኣሕዋት ንወይዘሮ ለቴሱስ ምኽሪ ትሓታ። ወይዘሮ ለቴሱስ ከኣ ንስኺኸ መን ዝበደለ ይመስለኪ? ኢላ መለሰትላ። ኣደ እቶም ዘይስቃዱ ኣሕዋት ውን ኣነ ደኣ እገሌ እብል በለታ። ወይዘሮ ልትስ እሞ ከምኣ ኢልኪ ወስኒ እንታይ እስኪ ደኣ መንግስቲ ሰማይ ክተእትዊ ኢላ መለሰትላ። ወይዘሮ ለቴሱስ ኣዝያ ጸሎተኛን መንፈሳዊትን ፍትሓዊትን ነበረት። ሓደ እዋን ሓንቲ ኣዝያ ትቐርባ ዓርካ ምስ ሰብ ትበኣስ እሞ መስክርለይ ትብላ። መልሲ ወይዘሮ ለቴሱስ እፈትወኪ እየ ከይረኣኹ ርእየ ኢለ ክምስክርን ክምሕልን ግን ሕሊናይ ሕልናይ ኣየፍቅደለይን እዩ ዝብል ነይሩ። ይኹን እምበር ንሓደ ድሪሾ ወይ እድሪስ ዝበሃል ምሒላ ኣድሒናቶ። ኣብ እዋን መግዛእቲ ሃይልስላሴ ኣስላም ብዘይገለ ምኽንያት ዝቕተልሉ እዋን ነይሩ። ኣብቲ እዋንቲ ኣቦይ ድሪሾ ዝበሃል ካብ ዓሌት ሳሆ ዝኾነ ኣብ እስልምና ዝኣምን ሰብ ሓንቲ ኣበስንቲ ወይ ሓንቲ ሊትሮ ጠስሚ ሒዙ ክሸጣ ንዕዳጋ ሰገነይቲ መፀ። ሓንቲ ዘመድ ሰበስልጣን ሃይስላሴ ዝነበረት ሰበይቲ ንኣቦይ ድሪሾ ሽፍታ ዝብል ስም ኣጠሚቓ ነታ ኣበስንቲ ጠስሚ ክተሕድጉ ከላ ወይዘሮ ለተየሱስ ረኣየታ። ሕሊናና ሕሊና ወይዘሮ ለተየሱስ ገለ ነገር ጌርኪ ህይወት ሰብ ኣድሕኒ በላ። ትእዛዝ ሕልናኣ ተቐቢላ እውን ኣቶ ድሪሾ ዝሓዛ ኣበስንቲ ጠስሚ ናተይ እያ ኣነ እየ ተሰከመለይ ኢለዮ በለት። እታ ዓመፀኛ ሰበይቲ ትምሕሊ በለታ። ወይዘሮ ለቴሱስ እወ ኢላ መለሰት። ስለምንታይ ምሒለ ኢልኪ ኢላ ሓቲተያ። ንሳ እውን እታ ኣበስንቲ ጠስሚ ተሸይጣ ቀለብ ቆልዑ ክትከውን እያ ንሳ እንተተወሲዳ ቆልዑ ጸሞም ክሓድሩ እዮም ልዕሊ ኩሉ ግን ኣቶ ድሪሾ ክቕተል እዩ ወይ ክቕተል ይኽእል እዩ ዘኽታማት ቆልዑ ገዲፉ ክመውት ይኽእል እዩ ምሒለ ንኣቶ ድሪሾን ደቁን ካብ ምድሓን ዝተፈለየ ኣማራጺ ኣይነበረንን። ሕልናይ ዝበለኒ እዚ እዩ። ንፈጣሪ ዘሐጉሶ'ውን ንሰብ ምድሓን እዩ ኢላ መለሰትለይ። ወይዘሮ ለቴሱስ ካብ ንእሽቶኣ ጀሚራ ሓጋዚት ውጽዓት ነበረት። ገና ብንእሽቶኣ ጓል ዓሰርተ ሰለስተ ዓመት እንከላ ንዕዋነት ዝብሃል ዓዲ ተዓጽያ ነበረት። ተስፋማርያም ገብረመድህን ሻሽን ዝብሃል ወደ'ሞኣ ኣቦ ገብረዝጊ ዝብሃል በዓል ሔቦ ምስ ሞተ ኣብ ቀብሪ ዓዲ ሕጹይ ኣይመጸትን። ኣብቲ ቀብሪ ኣብ ብሕጹይ ጥራይ እዩ መጺኡ ነይሩ። እታ እትፈትዋ እማ ኣሞኣ ኣብ ሕጹይ ለትጹጽ ጓል ሓወይ ኣይመጸትን ኢላ ክትሓዝን ረኣየታ። ተቐይማ ስለ ዝረኣየታ ነቲ ሕጹይ ዝነበረ ከም ዘይትደልዮ ገሊጻ ሑጻ ፈረሰ። ወይዘሮ ወለተየሱስ ጥበበኛ ጥራሕ ኣይነበረትን፣ ቀልጢፉ ዝውስን በሊሕ ኣእምሮ ነይሩዋ። ሓደ እዋን ኣብ በረኻ ወፊራ እንከላ ብተመን ተነኽሰት። ወይዘሮ ለቴሱስ ነቲ ተመን ቀቲላ ቀልጢፋ ፈውሲ ተመን ተኽሊ በሊዓ ክትድሕን ከኣለት። ኣብ ላዕሊ ዝተጠቀሱ ዝተጠቅሱ ዝተጠቅሰ ምስክርነት ንኣይን ወዳ ንኣይን ተስፋይ ተወልደ ወዳ ኣብ ኣጋ እርግና እርጋና ዝነገረትኒ እዩ ቀጺሉ ብመምህር ገብረዝጊ ጸጋጊዮርጊስ ዝቐረበ ምስክርነት ክንርኢ ኢና። ስለዚ ምስክርነት መምህር ገብረዝጊ ጸጋጊዮርጊስ እዚ ዝስዕብ እዩ። ወይዘሮ ለተየሱስ ኣደ ኩልና ነበራ። ንኹልና ኣብ ጎረባብተን ዝነበርና ቆልዑ መኻሪትን መምህርን ሓኪምን ኣብነትን ነበራ። ኣዝየን ተበላሓቲት እውን ነበራ። ንኣብነት ነዞም ዝስዕቡ ምጥቃስ ይከኣል፣ ሓደ። ሓደ እዋን ውሑድ ውሑድ ዝናብ ስለ ዝዘነበ ዝተዘርአ ዘርኢ ክበቁል ኣይከኣለን። ነዚ ዝተዓዘባ ወይዘሮ ለቴሱስ ነቲ ዝሩእ ግራት ዒባ ገበራሉ። በቲ ኣብ ዒባ ዝነበረ ጠሊ ተሓጊዙ እቲ ግራት ቦቖለ። ዝናብ ቀጺሉ ስለ ዝዘነበ ከኣ እኽሊ ዓብዩ ጽቡቕ ምህርቲ ተሓፍሰ። ክልተ ሓደ እዋን ማሪጓለን ብተመን ተነኽሰት። ንማሪ ጓለን ሓዚለን ናብ እንዳ ሓኪም፣ እንዳ ደናግል፣ ሔቦ ሒዘንኣ ከዳ። ጓለን ተመን ክትንከስ እኳ እንተዘይረኣ እንተ ጓለይ ተመን ክትንከስ እኳ እንተዘይረኣኹዋ፣ ምስ ሓመመት እተርእዮ ዘላ ምልክት ቃንዛ ናይ ተመን'ዩ በላ። ማሪ ጓለን ተመን ከጥፍእ ዚኽእል መርፍእ ንኽትውጋእ ነተን ኣቕሓ ኢጣልያዊት ሓኪም ሓተተኣን። ማርዩ ተመን ዘይተነኽሰት እንተ ደኣ ዀይና፣ እቲ ፈውሲ ተመን ወይ ሞት ወይ ጕድኣት ከብጽሓላ ይኽእል እዩ። ንማሪ ዋልኪ ዝብል መንጠቕ መጠንቀቕታ ተዋህበን ተዋህባ ተዋህበን። ወይዘሮ ልቴሱስ ቀልጢፈን ክውስና ነይርወን። ጓለይ ተርእዮም ዘላ ዘለው ተርእዮም ዘለው ምልክታት ሕማም ተመን ከም ዝነኸሳ ዝሕብሩ እዮም። እንተዘይተወጊኣ እውን ክትመውት እያ። ስለዚ ስቕ ኢላ ካብ ትመውት መርፍእ ትወጋእ መርፍእ ትወጋእ እሞ ዕድላ ትርኢ ብምባል ሓላፍነት ወሲደን ፈረማ እሞ ንጓለን ካብ ሞት ኣድሓና እቲ መማረፂ ዝቐረበ መማረፂ ከቢድ እዩ ነይሩ ንሰን ግን ቀልጢፈን ኩስና ነይርወን እቲ እሰን ዝወሰኖ ሱቅ እንድሕር ኢለያ ክትመውት እያ ግን እንድሕሪ ተወጊኣ ዕድል ኣለዋ ናይ ምድሓን ስለዚ ሱቅ ኢለ ካብ ዝሪኣ ዕድል ናይ ምድሓን ዕድል ስለ ዘለዋ እቲ ዕድል ተጠቂመ ከድሕና ኢለን ፍልጠተን ወሲኸን ልምደን ወሲኸን ግምተን ወሲኸን ንጓለን ኣድሓና እዚ ኣብ ዝኾነ ኦፐሬሽን እውን ዝግበር እዩ ዝኾነ ሰብ ኦፐሬሽን ክግበር ከሎ እንተ ሓኪም ከይዱ ይፍርም እዩ ምክንያቱ ሞት ነገር እውን ክመፅእ ይኽእል እዩ ንሰን እውን ከምኡ እየን ወሲደን ናይ ከምኡ ዓይነት ስጉምቲ እየን ወሲደን ሳልሳይ ሓደ እዋን ኣብ ባሕሪ ጥሜት ስለ ዝነበረ ሓንቲ ሰበይቲ ጡባ ደሪቑ ወዳ እውን ጠመየ ወይዘሮ ለቴሱስ ጣፍ ጠጢቐን ስለ ዘብልዓኣ ኣደ ንሕጻና ንሕጻና ጸባ ከተጥቡ ከኣለት። ኣብዚ ጉዳይዚ እንዕዘቦ ነገር ኣሎ። ሓደ ልግሲ ወይዘሮ ለተሱስ እዩ። ክልተ ጥበብ ወይዘሮ ለተሱስ እዩ። ካብቲ ኩሉ ኣካል ጸባ ንክተውጽእ ክሕግዛ ዝኽእል ኣየናይ እኽሊ ምዃኑ ተዓዚበን ጣፍ መሪጸን ወሃበን። ዓቢ ፍልጠት እዩ። ራብዓይ፣ ወይዘሮ ለቴሱስ ንነገራት እወታዊ ብዝኾነ መንገዲ ናይ ምርኣይ ባህሪ ነይርወን። ንኣብነት ሓደ እዋን፣ ኣነ እንዳ ኣነ እንዳ ኣቶ እገሌ ደኣ ስለምንታይ ዘይጸውዑና? በልኩወን። ንሰን ከኣ እዛ ቀለለ ገባር ወደይ ካብ ምክፋል ድሓንካ ኢለን መለሳለይ ሓምሻይ ወይዘሮ ለቴሱስ ሰብ ምሕማይ ኣይፈትዋን ነይረን ሓበሬታ ኣኪበን ኣብ ከባቢኤን ብዛዕባ ዝግበር ነገር ንክፈልጣ ዘኽእለን ዘኽእለን ድልየትን ክእለትን ግን ነይርወን ብዛዕባ ዝናብን ደርቅን ሰላምን ዕግርግርን ወዘተ ከምኡውን ኣብ ባይቶ ብዛዕባ ዝተባህለ ነገር ወይ ዝወዓለ ነገር እኹል ሓበሬታ ብምእካብ ውጥን ይውጥና እሞ ንሰብኡት የማኽራ ነበራ። መቐጸልታ ምስክርነት መምህር ገብረዝጊ ጸጋይ ገሬሱስ ኣብ ኢድ ዘሎ ወርቂ ዳርጋ ጨርቂ ክበሃል ሰምዕ ነይረ። መንእሰያት እንከሎና ወለድና ንዝህቡና ምኽሪ ብዙሕ ግዜ ኣቃሊልና ንርኢ። ወለድና ክንደይ ግዝኣክል ፍልጠት ከም ዘለዎም ከይተገንዘብና ንእስነትና ይሓልፍ። ብዛዕባ ትንሳኤ ጓለን ኣደይ ለይቲስ ዝነገራኒ ሓደ ኣብነት ናይዚ እዩ። ሶር ትንሳኤ ጓለ ናብ ኬንያ ምስ ከደት ኤረ መድሃኒት ከም ዝኾነ ሰሚዓ ወይዘሮ ለቴሱስ ዝነቐጸ ኤረ ጥሒነን ንክልእካላ ሓተተተን። ብንእሽቶኣ እንከላ ሸለል ትብሎ ዝነበረትን ኣብ ኤርትራ ዝገደፈቶን ባህላዊ መድሃኒት፣ ናብ ስደት ንኽልእካላ ሓተተት። ካብ ንፉዕ ጠበቓ ሕማቕ ዋና ዝበሃል ነገር ኣሎ መስለኒ ዝሓቀይ ናይ ኣቦታትና ንፉዕ ገጣማይ እየ ብምባል ዘይኮነስ ፍቕሪ ናይ ኣደይ ንምግላፅ ዝፈተንኩለን ኣርባዕተ ግጥምታት ኣለዋ እዘን ዝስዕባ እየን እታ ቀዳመይቲ ምድረይ ምስ ዓረበ ትብል እያ ምድረይ ምስ ዓረበ ኣብ ውሽጢ ኣካልኪ ቦቂለ ለጊበ ደምክን ኣዕፅምትኽን ኮይነ ተላጊበ ትሽዓተ ወርሒ ኣብ ማሕጸንኪ ደሊበ ደምኪ ተመጊበ ኣብ ሜዳ ማሕጸንኪ ዓንዲረ ዓጊበ ንሰለስተ ዓመት ጸባኺ ጸጊበ ተስፋይ ተባሂለ ንተስፋ ዓምቢበ ተስፋ ንኸተግብር ተስፋኺ ከሲበ እየ። ንሰብዓ ዓመታት ምኽሪ ተመጊበ እየ። ፍቕርኺ ለሚደ ንኹሉ ከሲበ ኣሰርኪ ስዒበ እየ። ብጸሎትክን ፍቅርን መሊኤ ዘቅቢበ እና መቀርክኒ ኣሪገ ሰይመ ናይ ኣዘክትንኪ ምስ ምድረይ ምስ ዓረበ ንሰማይ ነፊርኪ ናብ ናይ ጸጥቃን ናብ ናይ ጻድቃን ደንበ እታ ካልኣይቲ ፍልፍል ጥበብ ትብል እያ ፍልፍል ጥበብ ሰተቦይ ተወልደ ወናን ኩሉ ዓቕሊ ለተ ጓል ቶምባሻይ ናይ ጥበባት ቡቕሊ ደጋዊ መልክዕኪ ካብ ሚዛን ንላዕሊ ፍቓድ ኣምላክ ኮይኑ ንማርያም ትመስሊ ውሽጣዊ መልክዕኪ ንኹሉ ዓብላሊ ንገለ ብምኽሪ ንገለ ብእኽሊ ኣብቲ እዋን ጸገም ንኹሉ ትኣኽሊ ሓኪም ከባቢኺ በቲ ቆጽሊ መጽሊ ንባእሲ ንጽልእን ብዕርቂ ተዝሕሊ ከም ጽኑዕ በዓቲ ንጽጉም ትዕቅሊ ከም ዳዕሮ ዓድኺ ኣኪብኪ ተጽልሊ ከም በለስ ክረምቲ ጥሙይ ትዕንግሊ ሚዛን ሕልናኺ ከም መንፊት ዝፈሊ ሓቀይና ፍቅሪኺ መምዩ ዝኣሊ ጽቡቅ ኣብነትኪ ዘይነቅጽ ዘይነቅጽ ተኽሊ ንወትሩ ነባሪ ዘይኣርግ ዘይበሊ ኣብቲ እዋን ጸገም ኣብቲ እዋን ወጥሪ በሊሕ ኣምሎኺ ኣእምሮኺ ንኹሉ መሃሪ ብጾምን ጸሎትን ሰይጣን ተባርሪ ሜላ ተጠቂምኪ ንገበል ትኣስሪ ብጥበብ ገኒሕኪ ነብሪ ተባርሪ ብጥበብ ገኒሕኪ ነብሪ ተባርሪ ነቲ ክፉእ ግብሪ ብሰላም ተሕርሪ። ድሌቲ ድልየትኪ ካብ ኮነ ናብ ኣብላኽ ክትነፍሪ ኣብ ጎኑ ኣብ ጎኒ ፈጣሪ ኣብኡ ንክትነብሪ ለተ የሱስ ኣደይ ፍልፍል ጥበብ ምኽሪ ገለ ዶ ገዲፍኪ ንኣና ማድሪ ኣብ ምድሪ ካብ ኩሉ ጽቡቕኪ ገለ መዘከሪ ወይስ መሊስክዮ ኩሉ ናብ ፈጣሪ እዩ። እታ ሳልሰይቲ ብጸሎት መዘከሪ ብጸሎት ዘክሪ እሞ ካብ ወሰንኪ ንሰማይ ክትወፍሪ ሓደራ ንኣና ብጸሎት ዘክሪ ከምታ ናይ ወትሩኺ መቁጸሪያ ግበሪ ብጥዑም ድምጽኺ ምሳና ዘምሪ ነቦይን ነቦኽን ኣክቢ ኣሕብሪ ነባ ተስፋይ ገብራት ረኺብኪ ንገሪ ኩሉኹም ብሓባር ጸልዩልና ሕድሪ ኣብ መንጎ ደቅኹም ንኽነግስ ፍቕሪ ፍቕርና ዓምቢቡ ፍረ ንኸፍሪ ገለ ንኽንወርስ ናትኩም መዘከሪ ገለ ንኽንወርስ ናትኩም መዘከሪ እታ ራብዓይቲ ኣደይን ዘልኣለም ትብል እያ ንዘልኣለም ዝነብር የሎን ግን ንዘልኣለም ተትነብረለይ ኢለ ዝተመለኹሉ እዩ። ትምኒት መቸም ትምኒት ተመኒኻ ኢሉ እግዚኣብሄር እውን ዝቕየም ኣይመስለንን። ፍቕረይ ንምግላፅ እዩ። ኣደስ ንዘልኣለም ንደቅኺ ወትሩ ፍቕሪ ትሕለቢ ንኹላቶም ማዕረ ማዕረ ዘድልዮም ትህቢ ነቲ ንኡስ ፀባ ንዝዓበ መግቢ ፍልፍል ኩሉ ምኽሪ ምኽሪ ትምግቢ ማዕከን ኩሉ ልቢ ልቦና ተጽግቢ ሃጓፋት ትመልኢ ኩሉ ትትክቢ ጎዶሎ ትመልኢ ጽጉም ትሕብሕቢ ምስኡ ምቋሰይ እቲ ምዉቕ ፍቕሪ ብጸሎት ተዕቅሊ ጸሎት ትቅለቢ ኣደይ ኣብዚ ዓለም ሞት እንተ ትነብሪ ሕድገት ተዝገብር ገለ እቲ ፈጣሪ ካብ በጽሓኪ ግና ጻዊት ጻውዒት ፈጣሪ በሊሕ ኣእምሮኺ ካብ ተረፈ ዝኽሪ ኣደይ ደሓን ኩኒ ዝበሎ ግበሪ ተኣዘዚ ብሕጊ ተፈጥሮ ቀስበን ተጠመሪ ንሕጊ ተፈጥሮ ናይ ግድን ኣኽብሪ ናብ ኪዳንኪ ኺዲ ናብ ገነት ንፈሪ እንተ እቲ ንብዓትና ይቕፅል ይዛሪ ይዛሪ ይዛሪ
መልቀስ ኣቶ ሕድሪንኪኤል ሓጎስ ወየ ወየ ወየ እቲ የለት የሱስ ሰፊሕ ውርዳ ኸም ጎልጎል ኣብር ወለዶኺ ነገዳት ዝድንብር ጓል ቀይሕ ባሕሪ ጓል ሰብ ኣቡር ወያ ግናይ ሞት ክፍእቲ መጋብር ሃንደበት ትመጽእ እኳ ከይትሕብር ወየ ፕሮፌሰር ከይቀብጽ ከይቀብር ንጓል ጤል እኳ ትደልየላ ቅንብር ፕሮፌሰር ተስፋይ ንቡር ከይገብር ጽናሕ ከይትብሎ ክብል ውዕል ሕድር ሞት ወላዲት ረሲዓ ንልቢ ዘሰንብር ንዕኡ ኣፋንያ ሓዳሩ ክገብር ኣደ ሰሪቓቶ ዓዲ ዘየጋብር ሞት ግና ኣይክፍእቲ መጋብር ኣንቲ ጓል ናባ ሹም ደንከል ምስ በሓራ ቆልዓ ዒንዳ ሹም ጢዖ ምስ በሓራ ጓል ዒንደዲ ባዳ ዓሳ ጊራ ጓል ኣንከላ ሃዋኪል ምስ ባሕራ ጓል እስማዒል ጓል ክልተ ደግራ ቆልዓ ማሕዮ ጓል ኣስገዶም ኣውራ እዛ ግን ኣይሞት ክፉእ ግብራ ርግቢ ትሰርቕ ምስ መፈራ ጓል ኣይተ ኣቡ ቆልዓ እንዳ ጸሊም ቆልዓ ክን ቀይሕ ጓል ገዛ ጸሊም ጓል እንዳ ገዓቲት ውላድ እንዳ ጸሊም ቆልዓ ክንካ እንዛይ ሓዊ ንጸሊም ጎይቶ ትረቦኖ ደቂ ኮሸለሊም ኣደ ኩሉ ነበርኪ ኣሚና ዘይትጠልም ወያ ሸርሓሊና ኮይንዋ ሕልምልም እንዳ ዝብእሲ ብድሕረኺ ሕልምልም ኣንቲ ዕባይ ዳዓሩ ዕባይ ክንስራ ኣርጊ ጓል እምባይላ ቆልዓ ክንስራ ኣርጊ ዋልባሻይ ገረማርያም ወዲዝጊ፣ ዳይና ደግራ ብወግዒ ብልጊ፣ ፍትሓዊ ነበሩ ዝዳንዩ ብሕጊ፣ ወዲ ኣምላኽ ፈራሕ ብዝጊ፣ በረኸቶም ከሪሙ ዝሓጊ፣ ጓል ፍታዊ ቆልዓ ጥዑምዝጊ፣ ጓል እንዳ ጸሊም ክብለኪ ቆልዓ ድጊ፣ ጓል እትየ ማህሩ ቆልዓኽን ዘርእዝጊ፣ ኣብ ጎስማዳ ሮማይ ዕባይ ክንስር ኣድጊ ኣብ መስከረም ትገየሽ ናይ ኣቦይ ዝጊ ጓል እንዳ ከንቲባ ጒላ ኢኺ ርብሕቲ ጓል ከንቲባ ፍርሓንስ ምልእቲ ሰበይቲ ቆልዓ ከንቲባ ጎድሎም ጓል ከንተብቲ ሓያል ዘየፅሎም ተሓፈርቲ ተሓፊሮም ዝነብሩ ከም ሳዕሪ ፀናዕቲ ብኦም ትወግሕ እታ ሕማቕ ለይቲ ጽላል እንዳ ኣቦና ቀለስቲ መራሕቲ ጓል ገንቲ ባዕባ ክርስቶስ እዩ ክብሪ ዝፋኑ ጓል ገንቲ ባዕባን ክኤሊ ስኬማ ክዳኑ ኣርሓ ዓዲ ገሌ ጓል ሹም ተማኑ ጓል ገብራት ሓላል ጸሎት ዝዕጣኑ እንዳ ኣቦኺ ዝውለድ ምስ ክብሪ ዝፋኑ ጓል ባሕሪ ነጋሲ ሓድጉ ጓል ጀጋኑ ቆልዓ ደግያት ሚኪኤል ጓል ጀጋኑ ጓል ደግያት ብትዝጊ ቆልዓኽን ጀጋኑ ርብሓት እትወልዲ ንዓዶም ዝኾኑ ንቡር ከይንገብር ወላዲ ከይነፋኑ ድሕርና ደሞ ከፊኡ እዋኑ ጓል ሽንቆራቲ ክንዲ ሽሕ ዝኾኑ ጓል ሰቋር ሒደል መሬቱ ደጀኑ ወለባ ተስፋይ ጻድቕ ጸሎት ዕጣኑ፣ ወርሃንስ ወዲ ሶቓር ርስቱ ደጀኑ፣ ጓል እንዳ ዓራው ባሕሪ ዝወሰኑ፣ እንዳ ኣቦኺ በዓል ዳጌት ምዃኑ፣ እቶም ዘይኣመኑ ሕጂ እመኑ፣ ኣቦይ ዝብልስ ኣይጠልምን ኪዳኑ፣ ኣብ ሰማይ ይጓስኺ ምስ ጻድቃኑ፣ ኣደይ መዓረይ ብሰላም ዕረፊ፣ ኣቶ ሕድሪንኬል ሓጎስ። ዕስራን ኣርባዕተን መስከረም ክልተ ሽሕን ዕስራን ሰለስተን ኖርወይ መልቀስ መምህር ገብረዝጊ ጸጋይ ወየ ወየ ወየ ነቒክዶ ወይዘሮ ፍታ መሃሪት ኣንስቲ ዘይብላ መሰታ ዓባይ ጽላል ኩሉ ዝጥምታ ዓባይ ሓኪሜራ ብፍጥረታ ቀዳማይ ረድኤት ዝርከብ ኣብ ቤታ ርእሱ ዝሓመመ ይመጽእ ናብ ቤታ ኢዱ ዝሓመመ ይፍወስ ኣብ ቤታ ከብዱ ዝሓመመ ይፍወስ ኣብ ቤታ ጥበብ ዝረኸበት ካብቲ ልዑል ጎይታ ንመገዲ ኩሉ እቲ ናትኪ ቦታ ኣደይ ጎረቤተይ ሕያወይቲ ከም ሰብኣይ ትመክር ትዝቲ ከም ሰበይቲ ትለውስ ትስንክቲ ኢዳ ዝመንጎደ ብጸሎቲ ሰላም ክወርደና ምእንቲ ወያ ሰንዳይ ጸጋ ዝተዓዲላ ምስቲ ክቡር ኣሚና ኣብ ዒላ ኣንቢራ ብስርዓት ኣብ ሕዋ ዓደን ቀቢራ ውሑድ ሰብዩ ነዚኣ ዝገብራ ዝረኣን ዝሰምዐን ኩሉ መስክሩላ በቶም ደቅኺ ተሓጎሲ ንበላ እናተ ትንስኤ ኣፈርኩ ውርኪባ ብጸሎትኪ ካኮይና ኣብ ሰማይ በሪራ ከምዝናትኪ መን ይረኽባ ስጉኡ ወደሙ እንዲያ ተመጊባ ብንግህኡ ስንቂ እንዲያ ኣኪባ ኣብ ምድሪ ብዕድመ ጸጊባ ውሑድ ሰብዩ ንሚእቲ ዝቐርባ

ሰይቲ ሃለቃ ሃይለ ፈታዊ መቁጸርያ ሓውቲ ኣኘሲኺ ፈታዊት መቁጸርያ ሓውቲ ቁዱሳኒ ቀያሕ ብቀይሓ ሓውቲ ለተማርያም ፈታዊቲ መቁጸርያ ሓውቲ ዓለሲ ፈታዊት መቁጸርያ ኣደይ ማርያም ተቀበልኪ ኣዳዋ ዘርጊሓ ወስደኪ ዶ እንዳቦኺ ደግራ ጓል ባሻይ ገረማርያም ኢኺ ኣውራ ንዓዶ ብኡ ብሕግን ስርዓትን ዘመሓድራ ጓል ደግራ ኢኺ ብሓበራ ጓል ማይ ስራርጊ ኢኺ ኣውራ ጓል ማይ ድቤኢኺ ኣውራ ብሕግን ስርዓትን ዝዓበት ከቢራ ሓውቲ ብዙሓት ኢኺ ብጠቕላላ ሓውቲ ገለጽ ጊሄር መዘና ዘይብላ ሓውቲ ገለሱስ ኢኺ ኩሉ ዘምዕረላ ሓውቲ ተወለ ብርሃን ኢኺ ኩሉ ዘምዕረላ ሓውቲ ኪዳነ ጎደሎ ዘይብላ ዘይትኣክል ንስኺ ዘይብላ ጓል ወይዘሮ ማህሩ ጓልተን ወሓላሉ ሓውቲ ወይዘሮ ንግስቲ ፈታዊት ንኹሉ ሓውቲ ወይዘሮ ምሕሩ ኣብነት ንኹሉ ሓውቲ ወጀሮ ክብረተይ ተንውሓላሉ ኣደ ወጀሮ ሓና ኢኺ ተንውሓላሉ ኣደ ወጀሪት ማሪ ኢኺ ልዕሊ ኩሉ ንዝሓመመ ፈውሲ ትረኽብሉ ንዝደኸመ ሓይሊ ትኾንሉ ንዝጠመ መግቢ ተምፅሉ ኣምላኽ ፀጋ ዝዓደላ ኩሉ ኣዋሂሉ ኣምላኽ ይቀበልኪ ኣብ መንበሩ ደደሌት የሱስ መንግስተ ሰማይ ወርሰን ንኹሎም ደቀንን ቤተሰብን ከዓ ጽንዓት ይሃብ ፈጣሪ መምህር ገብረዝጊ ጸጋይ ዕለት ክልተ ጥቅምቲ ክልተ ሽሕን ዕስራን ሰለስተን ሃገረ ሽወደን